ማለተይ ዓብዪ ዝኾነ ሚስጥር ይወፅኒኤ ቤት ድማ ብጣዕሚ ደንጊፃ ማለት እዩ። ሰላም ሰላም፣ ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። ሓፍቶም ሱዚ እየ እንኳዕ ደሓን መፃኹም ክብለኩም ይደሊ ማለት እዩ። ለማንቲ ድማ ብሓዳሽ ቪድዮ ተራኺብናን ኢና ሓደሽቲ ዝኾንኩም ከምቲ ልሙድ ሰብስክራይብ ምግባር ይትረስዑኹም። ሰብስክራይብ ዝገበርኩም ድማ ቤተሰብ ዝኾንኩም ላይክ ብምግባር ኣተባብዑኒ ክብለኩም ይደሊ ማለት እዩ። ኣብ ቀፃሊ ድማ ናይ ባዕለይ ሓደሽቲ ቪድዮታት ክመጽእ እየ ክሳብ ሽዑ ግን ሰብስክራይብ ግበሩ ሰብስክራይብ ይገበርኩም ናይ ደወል ምልክት ኦኬ ብምባል ሓድሽቲ ቪድዮታት ናተይ ዝሰራሕኽዎ ናባኹም ንኽመፅእ ድማ ይሕግዝ ማለት እዩ ኣቐዲመ ግን ንድምፀይ ይቅርታ ክብለኩም ይደሊ ማለት እዩ ሰዓል ገለኔት እኒያ እንዴት እንኳን እንደሓሸት እኒያ እግዚኣብሔር ይመስገን እና ለማዓንቲ ድማኒ ሓደ ናይ ሊልና ናይ ኣሌክስ ዓብዪ ዝኾነ ሚስጥር ወፂኡ እኒኦ። ካልኣይ ድማ ልማዓንቲ ደብዳብ ድሮ ነይሩ ማለት እዩ እና እሱ ከመዩታ እዩ ልብል ሒዘልኩም መፅ እኒኹ ክሳብ መጨረሻ ቪድዮ ምሳይ እንድሕፅን ይኹን ኩሉ ዘሎ ሓበሬታ ናባኹም እንሆ ክብለኩም እየ ማለት እዩ ልማዓንቲ ዘይሰማዕና መራት ንሉ ንኽእል ኢና ሰማዕና ክንብሉ ንኽእል ኢና ብሓበራ ግን ድሮ ልማዓንቲ ደብዳብ ነይሩ ብርግፅ ከይተደብደበ ትግራይ ውዒላ ኣይትፈልጥን እያ ግን ከምዚ ኣብ ማእከል ከተማ ምናምን ንእሽተን ግዜ ክሳብ ኣዕሪፉ ነይሩ ሕጂ ግን ከም ብሓድሽ ጀሚሩ እኒኤ ማለት እዩ ህፃውንቲ የሕዋትና ኣዴታትና ኣቦታትና ከቢድ ዝኾነ ካብ ቀሊል ክስካብ ከቢድ ዝኾነ መቑሰልቲ መውቃዕቲ በፂሕዎም ውዒሎም ማለት እዩ ሎማዓንቲ ብጣዕሚ የሕዝን ብጣዕሚ ልብካ ይሰብር ማለት ሓደ ነገር ክፍጠር ከሎ ለሙስ መጨረሻ እዩ ደጊሙስ ኮይኑ እዩ ብዕርቂ ይወርድ ኣሎ ምናምን ኢልና ብ ንፅበየሉ ግዜ ሰላም ይኸውነሎም ኢልና ብ ንፅበየሉ ግዜ ከም ብሓዱሽ ሓዱሽ ኩናት ሓዱሽ ሃዋህው ክፍጠር ከሎ ብፍላይ ንመንእሰይ ከቢድ ዝኾነ ፅልዋ ዝገብረሉ ከቢድ ዝኾነ ኣሸጋሪ ዝኾነ ግዜ ዝኾነሉ እዩ ወይ በቲ ኩናት ዝጠፍእ ወይ ብጥሜት ዝጠፍእ ወይ ኣብ ስደት ዝጠፍእ ብፍላይ ድማ እቲ መንእሰይ ኮንታመንት ጎልኒ ክኸውን ዓብዪ ተኽእሎ ኣለዎ ማለት እዩ። ብፍላይ ድማ ኣብዚ ሽዱሽተ ሸውዓተ ዓመት እዚ መንእሰይ ሓቂ ዘረባ ኣይጠዓሞን ፍፁም ማለት እዩ። ብኩናት ይኹን ብዘይ ኩናት ይኹን ብተተኳሲ ይኹን ብዘይ ተተኳሲ ሂወቱ ልዕሊ ሰላሳ ዝነብር መንእሰይ ውሑድ ናኾነ ይመፀ ኣሎ ማለት እዩ። ካብ ዕስራ ክሳብ ሰላሳታት ዘሎ ዕድመ ኣብዚ ሕጂ ሰዓት ብሂወት ናይ ምንባር ተኽእሎ ብጣዕሚ ዝጸበ እዩ ኮይኑ እኔና ብጣዕሚ እዩ ዘሕመካ ብጣዕሚ እዩ ዘናድደካ ስለምንታይ ግን ኢልካ ሕቶ ተቕርቡ መመላሲ ዘይብልካ ሰምዓም ዘይብልካ ክትከውን ከለኻ ብጣዕሚ የድሚ ማለት እዩ እና ሎማዓንቲ ኣካል ንሱ እዩ ኣካል ምስዳድ ነቲ መንእሰይ እዩ ኣካል ምስዳድ ነቲ ህዝቢ ስነ ልቦናዊ ምስዋር እዩ እምበር ድፋዕ ስለ ዘለዉ ወይ ሰራዊት ስለ ዘለዉ ወይ መሰራእያ ስለ ዘለዉ ብፍላይ ድማ ኣብ ዳዕሮ ትፈልጥዎ ሰባት ብቀረባ ንፈልጦ ኢና ማለት እዩ እና ምንም ነገር ለለዎ ኣይኮነን ግን ነቲ ሰብ ስነ ልቦና ንምብሳል ካብኡ ሓሊፉ ከዓ ዝሃረመ ከም ሕብረተሰብ ከም ሰብ ንምጥፋእ ተዘይኮይኑ ካብኡ ውጪ ዝኾነ ይኾን ናይ ወታደራዊ ነገራት ኣይውልዩ ማለት እዩ እና ብቻ ዞሮ ዞሮ ከቢድ እዩ ጋይስ ኩላና በብዘለናዮ ፀሎት ክንገብር ልሳና ንሰላም ክዝምር ኣለዎን ኢለ እየ ልሓስብ እና ሎማዓንቲ ኣካል ዝኩይ ጭንቂ ኣካል ዝሕማም ኣካል ዝስቃይ ኮይኖም እኒኡ እግዚኣብሔር ኣምላክ ምሕረት የውርደሎም ሙሉእ ሕክምና ገይሮም ናብ ስድራ ቤቶም ዝፅበርሉ ከነ ኣካላቶም ከነ ኢደ እግሮም ናብ ስድራ ቤቶም ዝምለስሉ ክኸውን በዓልቲ ሙሉ ተስፋ እየ ፁለትካ ገብር ማለት እዩ ምክንያቱ ዝረእናዮ ብጣዕሚ ዘስተምም ኣነ ተዝኸውን ኢልና ክንሓስቦ ከለና ብጣዕሚ ልዕሊ ማንም ነገር ቃንዛን ስቃይን ለለዎን ካብኡ ከዓ ስነ ልቦናዊ ምህሳይ ለለዎ እዩ እና እግዚኣብሔር ኣምላክ ሰላም ይግበረና ንሳቶም ለ ሙሉእ ምሕረት ገይሩ ናብ ገዝኦም ናብ ቤቶም ናብ ጎጆኦም ልመልሶም እግዚኣብሔር ኣምላክ ይግበረልና ክብል ይደሊ ማለት እዩ ብተወሳኺ ድማ ዓድና ለሰላም ይግበሮ የትም ይኹን የትም ህዝቢ ኣብ ዘለዎ ይሃሉ ፍጡር ለበለ ኩሉ እግዚኣብሔር ኣምላክ ሰላም ይግበረሉ ብፍላይ ድማ ኩናት ልበሃል ኣብ ዝኾነ ይኹን ሃገር ይሃሊ ንዓኻ ከይጸልወካ ዓዲ ኣይውዕልን ንዓኻ ከይሃሰየካ ዓዲ ኣይውዕልን እዩ ንዓኻ ሕማቕ ነገራት ከይወርደልካ ዓዲ ኣይውዕልን እና የትም ይኹን የትም ኩናት ክልውሊ ኣንጻር ኩናት ክንቀውም እኒኤና ንኩናት ክንጽየፍ እኒኤና ክንኮንን እኒኤና ክብል ይደሊ ማለት እዩ ካብኡ ክንሓልፍ ከለና ድማ ሎማዓንቲ ናይ ቤቲ ናይ ቤላ ኣሌክስ ጉዳይ ብጣዕሚ ሓደስቲ ዝኾኑ ጉዳት ይወፅ ኣለዎ ማለት እዩ። ብፍላይ ቤቲ ከምቲ ንፈልጦ ምስ ኣሌክስ ዘለዋ ነገራት ብጣዕሚ ዝኸረረ ሽርክና እዩ ዘለዎም ማለት እዩ። ከምዚ እዚ እናሃለዎ ድማ ምስ ሊሊ ምስ መንሽሙ ይቅርታ ምስ ኣሌክስ ምስኡ ዘለዋ ርክብ እንታይ ምዃኑ ሓዋ በፂሕዎ ማለት እዩ ካብኡ ለለ ምስ መን ህይወታ ክትቅፅል ትደሊ ካብ ኣሌክስ ከታ እያ ትደሊ እታ እያ ትብህግ ሰሪስ ናይ ብሓቂ ኣፍቂራቶ ድያ እንተ ናይ ብሓቂ ድያ ካብ ሓዳሩ ካብ ህይወቱ ኣፈላልያ ናይ ባዕላ ክትገብሮ ደልያ ልብል ሎማዓንቲ ሓዋ ኩሉ ነገር ንኣሌክስ ነይርዎ ማለት እዩ ማለት ሓደ ሓደ ሰባት ኣግዲድዋ እዩ እምበር ብሓይሊ እዩ ምናምን ልብሉ ኩሉ ይኽእሉ ባይዘወይ ዋላ ብሓይሊ ተኾነ ኣነ ምስ ሓዋ እየ ማለት እዩ ምክንያቱ ሓደ ሰብ ሂወት እንድሕር ሒዙ እንድሕር ተመሪዑ ወሊዱ ሓዳር ክገብር ኣለዎ ኢለ ሓስብ ምናልባት እቲ ዝኸበደ ችቶ ገይሩ ኢለ እየ ዝሓስብ እና እዚ ኸኣ ካብኡ ዘይንኣኣስ ምናልባት ቃላት ክህልዎ ይኽእሉ ጻሕሊ እኮ እንታይ ከም ዝፍጠር ኣይፍለጥን እዩ እና ንዓኣም ንዕኡም ንሊሊም ንኹሎም ጠቓምን መኽሰብም ህይወትም ሓዳርም ኣይውልይ ማለት እዩ በረከትም ኣይውልይ ውሻይ ተዘይኮይኑ ስለዚ እዚ ጉዳይ እዚ ዋላ ሓዋ ትክክለኛ መረጃ ይኹን ትክክለኛ ቤቲ ንጥቕሚ ንሓሓደ ነገራት ንሓሓደ ነገራት ድልያ ናብ ኣሌክስ ዋላ ትቕረብ እምበር ዋላ ባዕሉ ሓስተተኛ ልኾነ መረጃ ሒዙ መጽዩ እንተተማጎታ ኣነ ቁኑዕ እየ ልብሎ ማለት ኩሉ ግዜ ኣብ ጎኒኡ ክኸውን ማለት እዩ ምክንያቱ ሓደ ናይ ሊሊ ሂወት እዩ ዝስተኻኸል ዘሎ ካላይ ኣሌክስ ካብኡ ሰንቢዱ ተማሂሩ ሂወቱ ንክመርሕ ሓዳሩ ንክመርሕ ዓብይ ተኽእሎ ኣለዎ ሳልሳይ ነገር ድማ ከምዚ ዓይነት ጥንቅስቅስ ዝኾኑ ነገራት ኣብ ሰብ ሂወት ከይካ ምብታን ሕማቅ ንሰብ ምሕሳብ ናይ ሰብ ሰላም ምድፍራስ ምናምን ዝኣመሰሉ ነገራት ድጋሚ ንከይትገብር ሓዋይ የጠንቅቃ ኣሎ ኢለ ኢለ ሓስብ ማለት እዩ እና ስለዚ ባይዘወይ ዋላ ሓዋይ ይምፃእ ኣሌክስም እሺ ይበላ እሳም ሕራይ ትበል ሓዳር ኣይትገብሩልን እዮም ዋላ እሱም ሓዳር ኣይገብረላን እዩ ምክንያቱ ናይ መጀመርታ ህይወት ከየስተካከልካ ሞት ናይ መጀመርታ ብፅጋባ ገዲፍካ ልከድካ ካልኣይ ህይወት ክጥዕመካ እዩ ማለት ዘበት ማለት እዩ ዘበት ምክንያቱ ኣብቲ ልገደፍካዮ ኣብቲ ኣይመቸን ኢልካ ዝሓደግካዮ ስለ ዘይመቸካ ወይ ስለ ዘይጸበቐካ ነገራት ኣይኮነን ስለ ዝኸፍአካ ስለ ዝጠመየካ ኣይኮነን እንታይ ደኣ ካብ ገዛ ንክትወጽእ እዚ ምዛ ምባል ደስ ስልካ ስያምረ ስለዝኾነ እዩማ ስለዚ እዝታት ከምታት ነገራት ከም መንእሰይ ክንፅየፈሉ ግበአና ነገራት ብፍላይ ኣብዚ ሕጂ ሰዓት ኤች ኣይቪ ኤድስ ብጣዕሚ ኣስፋሕፊሑ ብጣዕሚ ኣስፋሕፊሑ ለለዎ ግዜ ኢና እኒኤና ካብ ናይ መጀመርታ ዕጽፊ ዕጽፍጣፍ ኣስፋሕፊሑ ብፍላይ ሎም እዚ ክልተ ዓመት እዚ ብፍሉይ ድማ እዚ ዓመት እዚ ብጣዕሚ ኤች ኣይቪ ኤድስ ተስፋሕፊሑ ኣብ ንእሽተይ ኣብ ዓብዪ በቃ ካብ ዓሰርተ ክልተ ካብ ሚእቲ ከዓ ዓሰርተ ሰባት ኣለዎም ተተባሂሉ እዚ ጉዳይ እዚ ከመይ ገይሩ ናብ ዝለዓለ ደረጃ ይበፅሕ ሕሰብዎ ማለት እዩ ጽባሕ ንግሆ ፍርቂ ብፍርቂ ከም ንኸውንሲ ምንም ጥርጥር የብሉይ። ስለዚ እዚ ኣብ ግምት ኣእቲና ተንንቀሳቐስ፣ እዚ ኣብ ግምት ኣእቲና ሕማቕን ጽቡቕን ነገራት ተንሰርሕ ጽቡቕ መሲሉ ይስመዕኒ። ምክንያቱ ህይወትና ጥራሕ ኣይኮንና ነባላሹ ዘለና፣ ሓዳርና ጥራሕ ኣይኮንና ነባላሹ ዘለና፣ ኩለ ህይወትና ጭምር ኢና ነባላሹ ዘለና እና ስለዚ ካብዚ ብዝተኻእለና መጠን ዓብይ ልኾነ ጥንቃቄ ክንገብር ኣለና ኢለ ይሓስብ ማለት እዩ። ናይ ሎማዓንቲ ቪድዮ እዚኣ ትመስል ነይራ። ኣብ ቀፃሊ ክፋል እዚ ውሳኔ እዚ ምስ ሊሊ እንታይ ኢለ ራኸብ ይህሉ ከመይ ኢሉ ክቕፅል ይኸውን ሊሊ እንታይ ዓይነት ምላሽ ክትህብ ትኸውን ትብል ኣብ ቀፃሊ ክፋል ሒዘልኩም መፅየ ክስካብ ሽዑ ግን ሰሰናይ ንዓኹም።